ሰሉይ እንኳዕ ብደሓን መጻኺ እንኳዕ ደሓን ጸናሕካ
ብመጀመርታ ዕድሜ ኣኽቢርኪ ናብ ናራ ብሮስ ኢንተርቴንመንት ስለ ዝመጻኺ ብሽመይ ንብሽም ተኸታተልቲ ናራ ብሮስን ከመስግነኪ ይፈቱ
እስኪ ኣብኡ ከለኺ ብሽም እዛ ቻነል ከዓ ንተኸታተልትና ሰላም በልዮም። ሰላም ሰላም ከመይ ቀኒኹም ኣብ ኩሉ ኩርናዓት ዓለም ኮንኩም ነዛ ዩቲብ ቻነል ትከታተሉ ዘለኹም ንሎማዓንቲ እምበኣር ዕድምቲ ናይዛ ቻነል ኮይነ መፅኤኩም ኣለኹ ኣብዚኣ ራሞን ሕቶታት ኣዳልለይ ኣሎ ብርቱዕ ድዩ ወላ ከቢድ እዩ ሓቢርና ክንሪኦ ኢና።
ሕራይ ፅቡቅ። ቅድሚ ሕጂ ኣብ ጃይ ራድዮ መደብ መን ገመተ ምስ ኣቤል ቴድሮስ መደብ ኣዳልየልኩም ኔረ ናይ ራድዮ መደብ እዩ ኔሩ ማለት ብድምጺ ጥራይ ከመይ ትዝክርዮ? እዋይ ጽብቕቲ ፕሮግራም እያ ኔራ ኣይ ቲንክ ቅድሚ ክልተ ዓመት ገለ ድያ ኔራ ምስለኒ እንተዘይተጋግየ እወ እወ
እወ
እዝክሮ እየ ምስ ኣቢ ማራ ጽብቕቲ ፕሮግራም እያ ኔራ። ብጣዕሚ ፅብቕቲ ነይራ ሕጂ ከዓ ምሳይ ክመፅእ ኣቢ ተፀበየ ነይረ ንቤኒ ግን ዓዲምካኒ ኣጋጣሚ ቪዛ ይሰለጦም ኣራይ ፅቡቅ ሰለ ሃብተይ
ናይ ሎማዓንቲ መደብ መደብ ተባዕ መልሲ ዝብል ኮይኑ ቅድሚ ሕጂ ኣብ ጃይ ራድዮ ብላይፍ ምስ ተዓዘብቲ ዘካይዶ ዝነበርኩ መደብ እዩ ነይሩ ሕጂ ከኣ ብዝተፈለየ መልክዑ ሓጺር ሕቶ ምስ ሓጺር መልሲ'የ ኣዳልየዮ ዘለኹ። ማዕረ ክንድኡ ትብዓት የድልዮ ድዩ ኣየድልዮን ክንሪኦ ኢና ግን ደሓን መደብ ተባዕ መልሲ ንበሎ። ሕራይ።
ድልውቲ ዲኺ?
እወ ድልውቲ። ብፍኹስ ዝበለ ገሊኡ ፍኹስ ዝበለ ገሊኡ ክብድ ዝበለ እዩ ይርድኣኒ ግን ደሓን ክንሪኤኪ ኢና። ሕራይ ክንሪኦ ኢና። ሕራይ ጽቡቕ። ናብ ቀዳመይቲ ሕቶይ ክሰግር እየ። ትፈትውዮ ውዑይ መስተ ካብ ውዑይ መስተ ማለት እዩ ሻሂ፣ ቡን፣ ጸባ? ቡን። ቡን ጽቡቕ። ካብዘን ሰለስተ ትፈትውየን ዓይነት መግቢ እንጀራ፣ ባኒ፣ ፓስታ? ዋ እንጀራ እንጀራ።
በጃ እንጀራ። ጽቡቕ። ብዘይ ሜክኣፕ ዶ ብዘይ ፊልም ምርኣይ ክትነብሪ ትመርጺ? እዋ
ብዘይ ሜክኣፕ ክነብር እኽእል እየ ፅቡቅ ዋስ ፊል ኣብ ፊልም ምርኣይ ከሕልፎት ግዜ ደስ ዝብለኒ ሜክኣፕ ስደሓነ ብዙሕ ፅቡቅ ካብ ሸውዓተ መዓልታት ደስ ዝብለኪ
ሰንበት
ናይ ኩላትና መልሲ ኣይመስለኒ ከማን እዋ ተዘይ ተጋጊ
ትፈትውዮ ምግቢ ዝፈትዎ ምግቢ ም፣ ስጋ
ስጋ ኣብ ህይወትኪ ጸላም መዓልቲ ትብልያ?
ዋይ የብለይን ከምኡ ዝብላ የብለይን መዓልቲ ደሓን እየ
ካብ ፍሽኽታ ኣመለይ ማለት ሰማይን ዘመን ተቐይርካንን ሓንቲ ምረፂ ብዝያዳ ምስ ህይወትኪ ምትእሳር ዘለዋ ምስ ህይወተይ ከዓ ዘመን ተቐይርካኒ ስደተኛ ኮይነ ደወሉ ላወላ ዘመን ኣረ ፅቡቕ ዘመን ናይ ነፍስሄር ድምፃዊ የማነ ገብረ ሚካኤል ባርያ ዘመን ተድንቕያ ናይ ሃገርና ፊልም ናይ ሃገርና ፊልም ዋይ ብጣዕሚ ብዙሕ ፊልምታት እንደ ዘድንቕ እም፣ ግን ደሓን ንሕጂ ካብተን ብዙሓት ሓንቲ እ፣ ፊልም ኳና የድንቓ እየ ኳና? ይፈትዎ እየ ኳና ካብ ክለባት ኩዕሶ እግሪ ንመን ትድግፊ? ካብ ክለባት ኩዕሶ እግሪ ኣብ ዝኾነ ኤውሮጳ ዘለዋ ኣብ ዝኾነ ኤውሮጳ ዘለዋ እኔ ዝፍለጣ እዋ
ኣርሰናል
ቀደም ማንቸስተር ነይረ ሸ ኣርሰናል ቀይረ ብዝተፈላለየ ምክንያታት
ፅናሓላ ድሓን ምስትፍካል መዓልቲ ትፈትውያ ሽም ናይ ጓል
ሶልያና
ሓንቢስ ክትኸሊ ኣይትኽእልን
ኣይክእልኒ ይፍትን እየ ግን ኣራይ ኣብርሃ ፍርቂ ዶ የማነ ባርያ
የማነ ባርያ ኣራይ ኢሳያስ ፀጋይ ዶ ደብሳይ ወልዱ ኢሳያስ ፀጋይ
ካብ ሽፎን ዙርያ ጥልፊ ሓንቲ ምረፂ ዙርያ ካብ ሜሲን ሮናልዶን ሜሲ ካብ ዓይነታት ስፖርት ኩዕሶ መርበብ፣ ኩዕሶ ስኪዔት፣ ኩዕሶ እግሪ ማለት ቮሊቦል፣ ባስኬት፣ ዋይ ፉትቦል።
ባስኬት ዶ ሓይሽ ሓንቲ ወላ ምረጺ። ባስኬት ባስኬትቦል።
ካብ መረብ እስጢፋኖስን ሳሮን በረኸትን
ክልቲኤን
ሓንቲ ደኣ ኖኖ ናይ ክልቲኤን ኣድናቂት እየ ኣነ
ኣብ ህይወትኪ ሰብ ሓሲኪ ይፈልጥ ዶ? ኣብ ሂወትኪ ሰብ ሓሶት ተዛሪብኪ ማለት እዩ ወዲ ዶ ዝሓሰወ ክበዝሕ ጓል እዋይ ኣወዳት ይበዝሑ መስለኒ እዚ ተጋጊ መስለኒ እዚ ተጋጊ
ኧረ ኣወዳት ሓነው ኣሎ ክሕፀ ብልኪ ዘቐመጥኪ ክዳን ብዝኾነ ምክንያት መሊስኪ ጌርክዮ ትፈልጢ ዶ እዋይ ኣይፈልጥኒ ሓቂ ኣይፈልጥኒ
ሓሓንቲ ሕማቕን ጽቡቕን ካብ ህዝቢ ኤርትራ ትብልዮ ናይ ህዝቢ ኤርትራ ሕማቕን ጽቡቕን ትብልዮ ሓሓንቲ ሓንቲ ጽቡቕ ሓንቲ ሕማቕ ነገር ኣሎ
ዝበዝሐ ከ ጽቡቕ እንድዩ ሓቂ ምዝራብ ግን ሓሓንቲ ስለ ዝበልካኒ ካብቲ ጽቡቕ ነገር ሓንቲ ኢለ ንዓይ ኮይኑ ዝስምዓኒ ካብቲ ጽቡቕ ነገር ሓንቲ ተሓጋገዝቲ እዮም ተሓጋገዝቲ ኢና ተደጋገፍቲ ኢና ብፍላይ ከዓ ኣብ ስደት ማለት እዩ ዝኾነ ኣብ ስደት እቲ ባህሪ ናይ ኤርትራዊ ሲ ኣብ ማንም ዘይትረኽቦ ባህሪ ኣባና ኣሎ እታ ሓንቲ ፅቡቅ ነገር ተደጋገፍትን ተሓጋገዝትን ኢና እታ ሕማቅ ነገር ዝብላ እኮ ናይ ቀደም ዘይኮነስ ናይ ሕጂ ጀነሬሽን ደስ ዘይትብለኒ ነገር ተፃረፍቲ ኢና ሕማቕ ነገር ኮይና ትስማዓኒ ናይ
ፅቡቅ መልሲ እያ ቀፅል ኣለና ከመይ ኣሎ ሕቶ ፅቡቅ ብጣዕሚ ንቐፅል ጥራይ ኧረ ፅቡቅ ትፈትውዮ ዓይነት ክዳን ክዳን ዝፈትዎ ክዳን እ፣ ብዙሕ ግዜ ኣነ ቱታ እየ ዝፈቱ ቱታ እዋ።
ፅቡቅ ትፈትውዮ ሕብሪ
ቀይሕ ፈቱ እየ ፐርፕል ከዓ ፈቱ እየ ብኸመይ ከ ቀይሕ ጌርካ መፂኻ ግድን እንታይ ደኣ
ንሃራይ ክሳብ ሕጂ ዝተቐየምክዮ ሰብ ጓል ይኹን ወዲ ኣሎ ድዩ የለን ወይ ኣላ ድያ ኣላ ዝተቐየምክዮ የለን ሰብ? ደሓን እየ ኣነ ከም ሰብ ተቐያሚት ኣይኮንኩ ቀልጢፈ ረሳዒት እየ ኣይቀየምኒ ፅቡቕ
ኣብ ጎንኺ ክህሉ ትደልይዮ ስነ ጥበበኛ?
ኣብዚ ግዜ እዚ ማለት ድዩ? እዋ ብሓፈሻ ዋላ ብሂወት ካብ ዘየለዉ ተዝህሉ ትብልዮ ኣነ ወይ እኮ ከኣ ሕጂ ካብ ቀደም ካብ ብንእሽተይ ኣብቲ ናይ ዋሪ ከለኹ መምህር ኤፍሬም ፍቓዱ እንድዩ ኮስኪሱ ኣብዚ ደረጃ እዚ ኣብጺሐኒ ሕጂ ከምዚ ኣብዚ ግዜ እዚ ከኣ ተትኾንሲ እዚ ብስራሕ ዘሎ ብዙሕ ነገራት ካብኡ ምኸሰብኩ ነይረ ይብል። ኣብ ጎነይ ተትህሉስ ብዙሕ ነገር ናይ ስነጥበብ መማኸረኒ፣ ምሓገዘኒ። ስለዚስ ብዘይ ጥርጥር መምህር ኤፍሬም ፍቓዱ። መምህር ኤፍሬም ፍቓዱ
ኣረ ጽቡቕ ምምሻጥ ዶ ምቑናን እንታይ የጸብቐልኪ ወይ እንታይ የጸብቐለይ ኢልኪ ትሓስቢ? ኣነ እኮ ደሓን እየ ኩሉ እንዲ ዘጸብቐለይ እታ ምሻጥ እየ ከምኡ እያ ትብለኒ ግን ሞር ምምሻጥ ደስ ዝብለኒ ንዓይ
ንምሻጥ እወ ኣራይ ሓንቲ ካብ ናይ ሃገርና ሓንቲ ካብ ናይ ወጻኢ ሃገራት ትፈትውያ ደርፊ። ደርፊ ዋይ ኣነ እኮ ብዙሕ ናይ ደርፊ ገለ ኣስተማቓሪት ኣይኮንኩን እንዲ ናይ ዓድና እንድሕር ክጠቅስ ኮይነ ናይ የማነ ናይ የማነ ባርያ ደርፍታት ዳርጋ ብምሉእ ፈትወ ናይ ኣብርሃም ኣፈወርቂ ከኣ

ዘመን ተቐይርካ ንፈትወ ደስ ትብለኒ ማለት እዩ ፅቡቅ ኣቀዲምና ከ ተንኪፍናያ ፀኒሕና እዎ ኧረ ደስ ዝብለኪ ሽም ናይ ወዲ
ብሩኽ ደስ ትብለኒ እያ ብሩኽ ብሩኽ እዎ ኧረ ፅቡቅ ካብ ኣብ ሃገርና ኤርትራ ዘለዉ ዓድታት ይኹና ከተማታት ደስ ዝብለኪ ባፅዕ ባፅዕ ፅዋዕ ማሳዋ ሰለስተ ሽም ዘለዋ እዎ ኧረ ፅቡቅ ቀዳመይቲ ኣስመራ እንድያ ካልኤት ኸኣ ባጽዕ ግን ካብ ኣስመራ ወጻኢ ግን ክኸዳ ደስ ትብለኒ ካብ ሙሉእ ኤርትራ ካብ ሙሉእ ኤርትራ ኣስመራ ቀዳመይቲ እዩ ኣስመራ
ትፈቱ እያ ቁፅሪ ቁፅሪ ሸሞንተ ሸሞንተ ትፀልዮ ባህርያት ናይ ወዲ ሰብ
ሓሳዊ ዘይንሱ ዝመስል ሰብ ብጣዕሚ ደፅላኒ ሓሳዊ
ሓሳዊ ወይስ ኣምሰሉ ኖ ኖ እንታይ ድዩ ዘይንሱ ክመስል ሰብ እንድሕር ይፍትን እንተኾይኑስ ብዙሕ ሓሶታት እዩ ድሕዙ ይራኸብ እዩ ምስ ሓሶት ምስ ሓሶት ክልቲኤን ምትእስሳር ኣለዎን እዘን ባህሪ እዚአን ብጣዕሚ ካብተን ደፅለኣነ ባህርያት እዩ ናራይ ፅቡቕ
እ፣ ካብ መራኸቢ ብዙሃን ዝኾነ ኣፕሊኬሽን ትፈትውያ ወይ ብብዝሒ ትጥቀምላ ኢንስታግራም ኢንስታግራም
ክንደይ ፎሎወርስ ኣለኹ እዚኣ መወሸላ ካብ ናተ
ከባቢ ሓምሳን ሸውዓተን ሽሕ ሓምሳን ሸውዓተን ሓራይ ፅቡቕ ብደረጃ ዓለም ተድንቕያ ፊልም ብደረጃ ዓለም እም፣ ካብተን ናይ ቀደም ካብ ናይ ቀደም ፊልምታት አ፣ ታይታኒክ ፈትዋ እየ የድነቓ እየ ካብዘን ኣብዚ ቀረባ ግዜ ዝረኣኹዋ ከዓኒ ማኒ ሃይስት ፈትዋ እየ ማኒሄስት ኦኬ ተኸታሊት እያ ምስለኒ እዎ ተኸታሊት ሲሪስ ራይ ሲሪስ
ካብ ብሄራት ሃገርና ክትመልክዮ ትደሊ ሓንቲ ቋንቋ ጀካ ትግርኛ ዓረብ ዓረብ ኣብ ህይወትኪ ብምልላይኪ እንኳዕ ኣይከሰርክዎ ትብልዮ ሰብ መን እዩ
እዋእ በዓል ቤተይ ኣነ ሓደ ኣለም ከማ ሓስብ ፀኒሐ ምሽ ዶ ሲኾን ዝኽእል ካልእ ሲ- በቃ
ክቡራት ተኸታተልቲ ነዚ ፕሮግራም ስፖንሰር ዝገብርዎ ዘለዉ ናራ ፒክቸርስ እዮም ንዝኾነ ይኹን ኣጋጣሚ መርዓ ሕፀ ቤቢ ሻወር ኣድቨርታይዝ ዝኾነ ፕሮግራም እንድሕር ደኣ ደሊኹም ብፍላይ ኣብ ካምፓላ ትቕመጡ ምርጫኹም ናራ ፒክቸርስ ይኹን። በዚ ኣብ ታሕቲ ዘሎ ኣድረስ ክትረኽብዎም ትኽእሉ ኢኹም።
ሐራይ ብዝኾነ ጉዳይ ተሰሓሒብኩም ወይ ተባኢስኩም ዲኹም ተቐያይምኩም ከለኹም ናይ ኣጋጣሚ ኮይኑ ብሂወት ዝተፈለየኪ ሰብ ኣሎ ድዩ የለን?
የለን። ፅቡቅ እዩ ፅቡቅ ኣጋጣሚ እዩ
ደስ ትብለኪ ምስላ መስልለይ
መን ምዃንካ ክነግረካ ምስ መን ከም ትኸይድ ንገረኒ ፅቡቅ ክንደይ ግዜ ዝኸውን ኢድ ብኢድ ተባኢስ ክለኺ
ተባኢሰ ይፈልጥ ነ ተባኢስኪ? ቀደም ገለ እወ ቀደም ከምዚ ንኣሽቱ ፅቡቅ ከለና እዩ ክዝክር እየ እምበር እወ ኣይፈልጥኒ ከም ሰብ ተባኣሲት ገለ ይኮንኩን ደሓን እየ

ሳክስፎን ፃወት ሳክስፎን ይድፀፍ ፅቡቅ ሓራ ድሓን እዮም ዝበልኩ ካብ ብዙሕ ናይ ሙዚቃ ዝተማቃሪት ኣይኮንኩ እንዲ እሱ ግን እሱ ግን የረዳእኒ ስለዝኾነ ንዕይ ደድነቕ ሓራ ፅቡቅ ትፈትውያ ምርቃ ወላዲ ውላድ ከይርእኒ
ውላድ ከርእኒ ካብ ዝጠረጠን ሰንቢዱ ዝሃደመን መን ዝያዳ የሳቀኪ
ሰሚዱ ዝሃደመ ዶ የስሕቕ ኾን?
ኣብዚ ግዜ እዚ ንስነ ጥበብ ሃገርና ክንደይ ሚእታዊት ምሃብክዮ ማለት ብመንጽር እቲ ኣብ ጽቡቕ ደረጃ ነይሩ ኢልኪ ትኣምንሉን ብመንጽር ዘለዎን ወይ ንዓኽስ ኣብዚ ግዜ እዚ ዝበለጸ ዘሎ?
ኖኖ ኣብዚ ግዜ እኮ ዝበለጸ ክብሎ ኣይክእልኒ ኦፍኮርስ ናይ ቀደም እዩ ዝበለጸ ንዓይ ኣብዚ ግዜ እዚ ከኣ ካብ ሚእቲ ፐርሰንት ሲ ደሓን ሱሳ ፐርሰንት ምሃብኮ ግን ሞርሲ እዚ ናይ ቀደም ኢና ዓይዲ ስሕበኒ ከምቲ ናይ ቀደም ሕጂ ክንሰርሕ ደስ ዝብለኒ ንዓይ ሓቂ
ሐራይ ሕቶ ይቅጽል ኣለኩ እስኪ ንእሽተይ ካብ ሓረስቶት እናሓረሱ እንከለዉ ንኣብዑሮም ንምምእዛን ዝጥቀምሉ ዓይነት ኣጸዋውዓ ወይ ቃና ኣስምዕና።
እዋይ ኣይፈልጥኒ ቁሩብ ደኣ ኣይፈልጥኒ ዓሆ ገለ ምስ ኣሎ እዋ ኣይዝክሮን እየ ናይ ኣወዳዲ ኮይንኪ እዋ ናይ ኣወዳዲ ናይ ኣዋልድ ክትብለኒ ነይርካ ናይ ኣዋልድ ከኣ ዘክርኒ ናይ ኣሎ ኣዋልድ እዩ ዝብልዎ ዋእ ዋላ ሓንቲ ይብላን ሰብኣይ እንዲ ድሓርስ ሰብኣይ ዝሓርስ እዎ ብሓፈሻ ክፅውዖ ዝዳ- ቃ- ናተን ቃና ወይ ኣብ ዓዲ ስ- ዝጥቀመሉ እንታይ ራሞን ራሞን ይሁ ንዓ ንዓ- ራሞን ትበሃል ሽም ኣይነበረትን እንዲያ ቀደም እንዳሓን
ሃራይ ፅቡቕ ኣጋጣሚ ኮይኑ ገንዘብ ኣድልይኪ ንኣድናቂኺ ወይ ኣድናቂትኪ ግን ብዙሕ ቅርርብ ዘይነበረኩም ሰብ ገንዘብ ስለ ደለይ ወይ ኣለቃሓኒ ኢልኪ ትፈልጢ ዶ ትፈልጥን? ኣይፈልጥንይ። ክትዝክርያ ክሳብ ሕጂ ተስሕቐኪ ኮሜዲ ናይ ሃገርና?
ብጣዕሚ ብዙሕ ኣሎ። ንኣብነት ናይ ሱዝኒኖ ኮሜዲ ብጣዕሚ እዩ ደስሓኒ እታ ንባዕላ እታ ሱዝኒኖ ትብል ኮሜዲ ፈትዋ እየ ተስሓቀኒ እያ
ፅቡቅ እንታይ ክገሃድ ዝኽእል ወይ ክትገብርዮ ትደልዩ ነገር ኣለኪ ምስ ስነ ጥበብ ዝተሓሓዝ ይኹን ዘይተሓሓዝ?
ኣነ ክገብሮ ዘለኒ?
ክትገብርዮ ትደልዪ ንመጻእሲ ክገሃድ እደልዮ ትብልዮ ሕልሚ ወይ ክትበጽሕዮ ትደልዪ ደረጃ ምስ ስነ ጥበብ ዝተሓሓዝ ይኹን ዘይተሓሓዝ?
ሕጂ እዚኣ ሕቶ ከኣ ካብ ኣነ ክገብሮሲ ኣብ ናይ ስነ ጥበብ ናይ ሃገርና ክሪኦ ዝደሊ ነገር ክነግረካ ደስ ትብለኒ ካብኣ ዶ ትሕሸና ሕጂ ኣብቶም ስነ ጥበባውያን ክሪኦ ደስ ዝብለኒሲ ዝኾነ ሰብ ተሰሚዕካዮ ምሳና እንድዮም ዝውዕሉ ገለ እብለካ ምስ ሰብካ ብሓንሳብ ታክሲ ትስቀል ኣብ ኤርትራ ብሓንሳብ ባስ ትስቀል ምስቲ ሰብ ብሓንሳብ ትነብር ገለ መለ ከምኡ እንድዩ ድነብር እቲ ስነጥበባዊ ናይ ኤርትራ ሕጂ ኣነ ግን እንታይ ክሪኦ ደስ ዝብለኒ ኣብ ቀጻሊ ከም ናይ ካልኦት ሃገራት በቲ ስነጥበብሲ ጽቡቕ ኣታዊ ክህልዎ እቲ ስነጥበባዊ በቲ ኣታዊ ዓጊቡ ምሻሎ ከምቶም ናይ ካልኦት ስነጥበባውያን ናይ ዓለም ለኻዊ ዝነብርዎ ከምኡ ዓይነት ናብራ ክነብር ብጣዕሚ ደስ ዝብለኒ ብጣዕሚ እዚኣስ ከማ ክትኮንስ ደስ ትብለኒ። ምክንያቱ ሓደ ክንደይ ፊልምታት ዝሰርሐ ወፂኡ ሓሚሙ ገለ ክትሪኦ ከለካ ሲ የጉሄካ እዩ ብጣዕሚ እዩ ዘጉሄካ ከም ናይ ካልኦት ሃገራት ተትኾን ሲ ከመይ ምዃኑ ኢልካ ትሓስብ ኣብ ቀፃሊ ኣብ ስነ ጥበባውያን ናይ ኤርትራ ብጣዕሚ ክሪያ ዝደሊ ነገር ወይ ድብህግ ነገር እሱ እዩ
ፅቡቅ ብጣዕሚ ደስ ዝብል እዩ ካብ ስነ ጥበበኛታት ሃገርና ደቂ ኣንስትዮ መልክዓን ቅርፃን ደስ ዝብለኪ
መልክዓን ቅርፀን ኤረን ኣፈወርቂ ኤረን ኣፈወርቂ ሚለኑ ሚለኑ ዋላ ሓንቲ ገንዘብ ዘይብልኪ ማለት ጥራሕ ጁባ ከሰረፍኩሉ ኣጋጣሚ ኣሎ ዶ ዋላ ንሰዓታት ይኹን ንመዓልታት ብዘየገድስ ጥራሕ ጁባ ገንዘብ ዘይብልኪ ኣለዎ ተንቕያ ድምፃዊት ናይ ሃገርና
ድምፃዊት ጓል ዋ ሄለን መለስ ሄለን መለስ ካብ ኣዋርሕ ደስ ዝብለኪ ፌብራሪ ለካቲት ካቲት ካልኢት ኣላትኒ ደሓን ፌብራሪ
ደሓን እንታይ እተወ ንካልኢት ዘለኻ ደሓን እዩ ደሓን ብፌብራሪ ንሓዛ ኧረ፣ ካብ ደርፍታት ሃገርና ምስ ህይወትኪ ብዙሕ ምትሳር ኣለዋ ትብሊ እያ ብዙሕ ቤታዊት እዋይ እንድዒ ይህልወን ዶ ትብሎ እተምርፀኒ ፅቡቅ ነይሩ እምበር ክንደይ ኢለ ክዝክሮ እምበኣር ክንደይ ኢለ ከምርፀኪ እሞ ክንደይ ደርፍታት ኣለኒ ሃገርና ክትፈልጢ እየ ቁሩብ ከዳ ባዕለ ክምበር ቁሩብ እ፣ የብለይን ድሓን ብየብለይን ንኸይዳ ሓራይ
ኣብ ሂወትኪ ክብድ ዝበለ ሕማም ሓሚምኪ ዶ ትፈልጢ
ኣምላኽ መስገን ሓሚመ ይፈልጥኒ ማሰ ከምዚ ፎኪስ ነገር ዓቕም ነብሰይ ገለ ይምበር ድሓን እየ
ሰዓል ገለ ንፋስ ወሲደ ሰዓል ንፋስ ወሲደ ቁሪ ገለ እታ ከብድ በለት ቁሪ ተይሲ ሕርሲ እያ ሰዓል ከመዴታት
ተፈጥሮ እያ ካብ ናይ ወዲ ተባዕታይ መልክዑን ቅመቱን ሓደ ምረፅ ትበሃል
መልክዑን ቅመቱን ጥራይ ካብ መልክዑን

ዛዕበይ ህያብ ኣምላኽ ንጓለይ ስለ ዝሃብኒ ድምፃ ክሰምዓ ፀኒሐ ሲ ዋላ ኣልጊበ ፀኒሐ ከምዓኹም ትብሊ ምስ ጥዕናኺ ዘይከይድ መግቢ
ወይ ምስ ጥዕናይ ዘይከይድ ደይኮነ እኮ ይገጅፍ ስለ ዘለኹ ሕጂ መታን ንኸይገጅፍ ኢለ እዚ ካርቦሃይድሬትስ ብዙሕ ኣይበላዕን እየ ባኒ ፓስታ ኣየሕምንን እዩ ግን ባዕለይ ይገድፎ ትቁጥብ የለ ይቁጥቦ ኣለኹ እዎ ሓራይ ካብ ወደ ኣመታት ደስ ትብለኪ ወደ ኣመት በዓል
ፋሲካ ፋሲካ
ኣዝዩ ክትፈትውዮ ካብ ዓይነታት ፍሩታ ኣፕል ኣፕል ስነ ጥበባውያን ኮይኖም ትገብርዎ ዘሕርቐኪ ነገር ዋይ ከይተባእሰኒ እንዲ ባእሲ ባህል የለን ክማርሩ ኣለዎ እምበር ዜጋት ኣለዎም ወይ ዘሕርቐኪ ተኮይኑ ንዓ ተሕርቐኒ ዋ ድዒ ደሓን ንግደፋ ኖኖ ሓንቲ ክትልለኪ
እዋይ እንድዒ እንታይ ደኣ ምኾኑ ብሎ ኢና ወደይ ኣምርፀኒ እስከ ወዛ ምርጫ ፈትያ ምርጫ የብላን መስተ ክኸውን ይኽእል ባእሲ ክኸውን ይኽእል ባእሲ ብዙሕ ነገር ባእሲ ባእሲ ይፈቱ ነይ ኣነ ባስ ብፍላይ ስነ ጥበባዊ ትኾን ካብ ምስ ኖርማል ሰብ ክትበኣስ እሞ ኢማጂን ማስ ካብቲ ኣብቲ ኣርት ደ የለ ክርእየካ ክርእየካ ስዝኮ ከምዚ ገይርኒ ገለ ይዱለካ ፅቡቕቲ ኮነትን ከማ ሳቢለ ደጊፈ ደጋጊፈስ ባእሲ ባእሲ ኮሎ ስነ ጥበበኛ ስነ ጥበባዊ ስሕራኣክ ማለት እዩ ብጣዕሚ
ንኺድ ካብ ስነ ጥበብ ወፃኢ ካልእ ትመልክዮ ወይ ትፍትንዮ ሞያ እንተሎ? ሸቐጥ ሸቐጥ
ቢዝነስ ውማን ቢዝነስ ውማን ሓደ ካብ ክልቲኡ ፆታ ብፍሉይ ዘይድገም ስነ ጥበበኛ ትብልዮ ካብ ደቂ ኣንስትዮን ደቂ ተባዕትዮን ብፍሉይ ዘይድገም ብሂወት ካብ ዘለዉ ይኹን ብሂወት ካብ ዝሓለፉ ተዋሳእቲ ወላ ደረፍቲ ዝኾነ ካብ ኣወዳት ይኹን ኩሉ ካብ ኣወዳት ከምቲ ዓንተ ዝበልኩ የማነ ባረ ዘይድገም እዩ ንዓይ ዘይድገም ስነ ጥበባዊ ካብ ኣዋልድ ከዓኒ ፅገ ተኽለ ሰንበት ብጫ ብጫ ይትድገም ተዋሳኢት ብዓይንኺ ካብ ዝረኣኽዮ ዘስካሕካሓ ክፍፃመ
ደሓን እዩ ኣጋጢሙን ይፈልጥን እዩ ሆሚታት ኣረ ጽቡቅ ኤርትራውነት ንዓኺ እንታይ እዩ ብሕጽር ዝበለ ኤርትራውነት ዘኾርዕ መንነት ኢሎም እዮም ኣቦታትና ምስሉ ኣለዎ ብጣዕሚ ጽቡቅ መልሲ ቅድሚ ሕጂ ጌርክዮ ወይ ፈቲንክዮ ትፈልጢ ግን ክደግምዮ ዘይትደሊ ነገር
ቅድሚ ቅሩብ ግዜ ናይ ፋሲካ ሾው ጌርና ነርና እንዲና ኣብታ ሾው ከማን ተዛሪበላ ነረ ናይ መኪና ውድድር ነራትና ሕጂ ከም ገሊኣ ነይራ ልብኻ ሰልሃውሃው ገሊኣ ትብለካ ነይራ ሕጂ እቲ ዓይነት ጌም ናይታ መኪና ክደግማ ዘይደሊ ኣብ ሂወት እያ ሓንቲ ናይ መወዳእታ እንተፃዊተ እያ ይብቃ ክደግማ ይደልን እዩ ኩሉ ከም ሕቲ ደቕታ መኪና ዝብሪ ከይዝብሪ ነኺ መኪና ዝወረ ዝብሪ እሳን ግን ንመሬት ቀረባ እየ
ካብ መሬት ብርኽ ዘለ ክደሊኺ
ንመሬት ቀረባ ዳ እግርና ኣለና ብእግርኻ ማር ሓይሽ ይሓይሽ ረ ፅቡቕ ብፍሉይ ዝበኸክላን ዝሓዘንክላን ኣጋጣሚ? ብፍሉይ ዝበኸኩላ ዓባየይ ካብዛ ዓለም ብሞት ምስ ተፈለየት ከምዚ ዓባየይ ክብለካ ግን ኣደይ እያ ነይራ ንዓይ ብጣዕሚ ዝበኸኩላ ዝሓዘንኩላ መዓልቲ ንሳ ነይራ።
መንግስተ ሰማይ የዋርሰን። ኣሜን።
ሐራይ ካብ ስራሕክየን ፊልምታት እታ ትፈትውያ? ዝፈትዋ ፊልም ማይ ማዮ እያ። ማይማዮ ኮሜድያ ነይራ መስለኒ ኣይኮንኩን ግን እሳ ደስ ትብለኒ ኮሜድያ ግን እታ እወ ሲቲ ኮም እንድያ ግን ናብ ኮሜዲ ገፃ ዝኸደት እያ ንዓይ ኮሜድያ ኒ ክድበልካ እኮ እዩ በስ ይልኒ ኮሜድያ ነይራ እታ እወ ድርሰት ማለት ኮሜድያ እዩ። ነይራ እታ ድርሰት፣ ጽቡቕ እዋ። ፊልም ኮሜድያ ነይራ እወ ሓራይ ፅቡቅ ንቅፅል ኣለና ከመይ ኣላ ሕቶ ብጣዕሚ ፅቡቅ ክወስኸሉ ባዕለይ ኩሉ ወስኸሉ ራይ ኣብ ሂወትኪ ዘጣዕሰክ ነገር
ዘጣዕሰኒ ነገር ኣይገብርን እያ ደሓነ ንኸይጣዓስ ኣቐዲመ እየ ዝሓስበሉ ፅቡቅ ጓል ንወዲ ንፍቕሪ ትሓቶ ብናትክ ረኣያ ፅቡቅ ዶ ኣይኮነን
ጓል ንወዲ ትሓቶ ጓል ንወዲ ንፍቕሪ ትሓቶ
እዋይ ካብ ክትሓቶስ ብገለ ጌራ ክትነግሮ ከማን ይሓይሽ ዶ እዋይ ንስማዕኒ ኣክት ማለት እዩ ኣክት ክትገብር ሓይሽ
ኣረ ምውሳእ ገለ
ግን ንስ ምናልባት ተዋሳኢት ኮይና ትኽእሎ ትኽእል ምስለኒ ወላ ዘይተዋሳኢት ኮይና ድሕሪ ፈትያ ክትገብሮ ዝኽእል እያ
ብናትኪ ኣጠማምታ ብፍሉይ ኣብ መንጎ ወድን ጓልን ዘሎ ባህሪ ናይ ባህሪ ፍልልይ ክልተ ጠቐሲ ናይ ባህሪ ፍልልይ ብናትካ ኣጠማምታስ ብፍሉይ ኣብ መንጎ ወድን ጓልን ዘሎ ናይ ባህሪ ፍልልይ ክልተ ጠቐሲ ናይ ሓንቲ ጓል ማቹር ትኸውን ቀልጢፋ ፕላስ ኣብ ውሳነ ከዓኒ ወሳኒት እያ ጓል ኣወዳት ተወላወልቲ እዮም ቀልጢፎም ክውስኑ ይክእሉን እዮም ይኣኽላ እየን መስለኒ እዚኤን ኣኽላይን ኣራይ ጽምዋ ዶ ምስ ሰብ ዋ ጽምዋ ሕሱም ምስ ሰብ እምበር
ተቐያሚ ዲኺ ኮንክን
ኣይኮንኩን
ሄለን መለስ ዶ ኤልሳ ኪዳነ
ተባእሰና እንዲኻ ንስኻ ሎማዓንቲ ሄለን መለስ ባእስ ኣይኮነን ትፈትውያ መሳርሕቲ ሙዚቃ?
ደሓነ ሙዚቃ ነጊረካ እንዲ ዓንተወይ ሳክስፎን ሳክስፎን ንኺዳ ንኺዳ
ብሰንኪ ደጁ ብሰንኪ በዓል ቤትኪ ዳርጋ ሙዳይና ኢና ናይ መወዳእታ ሕቶ መቐሽሽ ኣይግበሮ እምበር ኪናት ኣብ መንጎ ደቂ ተባዕትዮን ደቂ ኣንስትዮን ተዘጋጥም መን ዝበዘሐ ምኸሓደ ወይ ምኸደዐ ኢልኪ ትሓስቢ? ደቂ ተባዕትዮ ዶ ናብ ደቂ ኣንስትዮ ምኸዱ ወይስ ደቂ ኣንስትዮ ናብ ደቂ ተባዕትዮ ምኸድዓ? እዋይ እንድዒ ግን ከምዚ ኣብ ሓይሊ ገለ ተበጺሕካ ኣወዳት እዮም ሓያላት ወላ በቲ ባህርያዊ ነገርሲ ኣወዳት ሓያላት እዮም። መን ግን ምኸድዐ? እሰን ዶ ናብኦም እሶም ዶ ግን ኣዋልድ ከኣ ተረርቲ ኢና ምኸዱ ወይስ እሰን ናብኦም ምኸዳ ነይረን? ተረርቲ ኢና ከኣ ኣዋልድ። ኣወዳት መኸዱ መኸድዑ ናፊቐም መኸዱ
ፅቡቕ ሶሊ የብለይ ምስልና ካልኣቶ ከመይ ፀኒ ሕቶታት ብጣዕሚ ፅቡቕ ሒድኪ ምሽ
እኹል እዩ ስቕ ኢለ ሞራል ክበካ ኢለ እየ እምበር እዋ ኣትግደፊ ፅቡቕ ግን ፀኒሖ ኧረ ፅቡቕ
እስኪ መወዳእታ ትብልየ ነገር ተለኪ ዕድል ክበኪ ሰሊ
መጀመርያ ንዓኹም ናብ ስቲርዮኹም ዓዲምኩም ከምዚ ጌርኩም ኣኽቢርኩም ስለ ዝፅዋዕኩምኒ ከየመስገንኩም ክሓልፍ ኣይደልን እየ ቀፂለ ንተዓዘብቲ ከዓ በዚ ዘቕረብናልኩም ፕሮግራም ተዘናጊዕኩም ዓጊብኩም ክትኮኑ ተስፋ ይገብር ከምኡ ድማ ኣብዛ ዩቲብ ቻነል ላይክ ኮመንት ሳብስክራይብ እናገበርና ምትብባዓኩም ኣይፈለየና። ከምዚ ቀጻሊ መደባት መታን ናባኹም ከነቕርብ ምትብባዓኩም ኣገዳሲ እዩ እሞ ምትብባዕኩም ኣይፈለየና። Thank you። የቐኔልና ንሕና ውን የቐኔለይ ኣነ ኸኣ። ዘሐጉስ ብስራት ካብ ናራ ፒክቸርስ ሒዘልኩም መጸ ኣለኹ። ብፍላይ ድማ ንተቐማጦ ካምፓላ ንዝኾነ ኣጋጣሚ ንሕጸ፣ ንመርዓ፣ ቤቢ ሻወር፣ በርዝደይ ከምኡውን ኣድቨርታይዝመንት ንዝኾነ ፍሉይ መደብ ምርጫኹም ናራ ፒክቸርስ ይኹን። ንዝያዳ ሓበሬታ በዚ ኣብ ታሕቲ ንገድፈልኩም ኣድረስ ክትረኽቡና ትኽእሉ ኢኹም። ናራ ፒክቸርስ።
ከም ተወሳኺ ምስ መገሻ ዝተሓሓዝ ናይ ቪዛን ፓስፖርትን ጉዳያት ከምኡ እውን ንመርዓ ዘማዕርጋ ውቁባት መካይን ብጽፉፍን ርትዓውን ዋጋ ንዓማዊልና ንእንግድ።